ከመይ ኣለ ኪንግስ ኪንግስ ኣይ ትሰደልናን ማለት ዲ ሕጂ ገንዘብና ብኣምለሰልና ዶ ዓርኪ በሊዕና ከ ጌርና ሓደ መዓልቲ መስለኒ ሽሕን ገለን ዲ ክልተ ሽሕን ገለን ንዓባ ገንዘብና ምለሰልና ወላ ብስደደልና ግደፍ በዚ ተማለስካያ
ሓደስ ክጻተኒ ኢለ ኣንበሳ ሰይደሉስ ኣብዎ ምስታት
ኣታ እዚ ናይ ኣስሊ ፕሮፋይል ጌርካ ትመጽእ ብሎክ ክትወኪ ኣነ ስኢል ካብዚ ትጸርፍ ሕም ድያ ንኣስሊ ኣፍቂሮሞ ድም ፕሮፋይል ዝገብርዎ
ንሱ መሲሎም ከምዚ ክንፃረፍ ገለገለ እዮም ድሎ ዲኮ ሕማት እዩ ኪንጋ ዓርኪ እያ ብራዘሪ ፃዕዳ እቲ ምስኡ ዘለኹ ናይ መመዚ ኢለካ እያ ባባ ዓርኪ ከ ኣንጆኪን እንታልክኒ ናይ መበዚ ተም ምስኡ ዘለኹ ኣላ ዘይኒ እንታይ ኢልክኒ ኣለዎ ኣለዎ
ብሂወት ከለካ ሓሳብካ ዝሰርቁ ካብዚ ኮመንት ገለ በቃ ብኢላ ትምሰጠሎም እንዳፀሓፉ ገለ ኣለዎ ሲሰሪ ፃዕዳ ብፈጣሪ

ግን ዓስከር ሰክቲኩም ጀምዓ ቁጭ ኮይንኩም ገለ በቃ ሓደ ሓደ ኣለኹም ገለ ሓሳባት ከምዚ ሲ ናይ ስማርት ክትኮኑ ኣለኩም ተረዲኹምኒ ሲልካ መፂ ካብዚ ደይ ንምስኻ ምምሳድ ሲ ሲልካይ ዳዕዋይ ጃማ ነብስኻ ትመስል ኣለካ ጃማ። ኣይ ሄሪ ፈሊጠካ ኣለኩ ሓደ ሓደ ትጽሕፍ ዘለካ። ነብስኻ እሞ ፍለጣ ዳዓርከይ ብእሙረይ ደዕለካ ደለኹ እኮ ኣበይ ኣለካ እሞ ርእሲ ዶንጎላ ትድብለካ ደለኹ ሲ ንስኻ ከ ተድብሎ ምሳይ ትውዕል ኣለኻ ተረዲእካኒ ዲኻ ደንጎላ ኮንካ ደኣ እምበር ምሳይ ትውዕል ኣለኻ ይርደካ ታዲ እንታይ ጌርካ እዮም እንታይ ደንጎላ ንመን እያ ፀሪፍካ ንዕም ንሶም ፀሪፎምዋ ተወሙ ድበለ እንታይ ዳሞ ጋይስ ካሲ ኢልኩም ኣታ ሓደ ሓደ ኢልኩም ባ ኣታ ናብዚ ስቶም ገልጣማ ዲኹም ገዳይ ትምፁ ወላ ናብዚ ገዛ ባ ግደፉና ይተረብሱና ሕዚ ሽቁ እንዳበልናኩም ተምሳጢና ንምሰጥ ኣለና ንሕና ሲ እንታይ ሕማቕ ታይሽሙ ገለ ነቲ ሰብ ሕማቕ ከተዛርቦ ገለ ገለ ደስ ምዓ እንዲ ያኽባ ጋይስ

ዲጓላ ንዓ ደስ ክብላ ገለ ኢልካ ከይትኾን ማን ግጥማ እኒዎ ግን እንታይ እንታይ ኢልካ ኢኻ ተጣይቐላ ዘለኻ እንታይ ኢኻ ክትገብራ እሞ እታ ሄኒ ዓርኪ የኒ ዓርኪ እንዳ ወላ ሓንቲ ነይ እሞ
ችብዕ ድራይ ኮነትን ኢለኩም ኮ እንታይ ይኸብላይ እሞ ኖርማል እዩ ብራዚ ቃጠዋ ገሪ ዘለኹም ኮም ድያ እንታ ሕቶ እየ ንክፈልጥ ደሊ ዓርኪ ስኻ ትፈልጥ ኢኻ ምሾ ብኣካል ኣብ ገለ ቦታ ዘሎስ ብኣካል ትፈልጥ ኢኻ ያማ ያማ እሞ እዚኣ ትመስል ቆልዓ እስከ የተቀጥብካያ ስጋብ ሕጂ እንታይ ትገብራ ወዲ ዲኻ እምበርከ ጠረውና ምኾም ትሪያ ዘለካ እንዲያ
ሽት ጅበረት እንዲያ ጠባያ ፅብቅ ማዕት እንዲያ ብራስሪ እዚያ ስጠረው ኖርማል ሞ ቃላትካ የድልየካ ይደ ዓርከ ስኢልካ ጃዕ ተብላ ተኾንካስ ዳዕዋይ ተረዲኻን ስቴፕ ባይ ስቴፕ መስርሕ ኣለዎ ገለ ዳዓርከ ተረዲኻኒ

ንዓይ ፀርፈን ነይሩ እኮ እዩ ኣንፃር ኮይና ናይ እንታይ ድዩ ታናቱ ቲኣናቱ ካራክተር ኣስሊ ምስ ሓዛ እዚ ቀይሩ
ይፀርፍ ነይሩ ምሾ መጀመርያ ገ መጀመርያ ያ ከምኡ ኢለካ ሕጂ ግን ቤላ ኣለኻ ከምኡ እንዲ ሞዳ ዓርኪ ኣንሕና ኣብ ሓጢኣት ክናቱ ዓርኪ ሕጂ ክንፃረፍ ገለስ ደስማዓን እኳ እውን ኣየድልየካን ኢኻ ትርጉም ድበሃል የብሉን ዓርኪ ሕስብ ተበልክያ ገለስ እንታይ ሞ ተፃሪፍካሲ እንታይ ዓስቢ ኢኻ ትረክብ ዓርኪ

ገለ ገለ ልባህ ነይርናት መጀመርያ ዝክሮ ተኾንኩ ማለት እያ ማለት ተረዲኻ
መን ኣነ ከላ እሱ ክትመፅ ከሎ ሽዑ ነበርክ ዝስኸዋ እዚ ክመፅ ከሎ መጀመርታ ይኮነ እዚ ዳኒ ቀረባ እዩ ቀረ ነርካ ብምንታይ ኣይትሓስፊ መዓስ ተራኺብና ምሳኺ ደኣ ኣብ ናይ መንገዛይ ወደይ ክደይር ወደይ ፅናንዶ
ብሳክ በቲ ሓደ ገለዲ ብካልእ ማለት ድዩ ኣይዶኖ
በዚ ኣብ እዚ ኣካውንቲ ከምበር ኣካውንቲ ዳሓኒ ኣነ እኮ ብዙሕ ኣይኮንኩን ከዓ ዳሓኒ ኣቸጋሪ ነይሩ እንዲ ሓቂ ዘረባ ግና ዳሓኒ ግን እቲ ህዝቢ እንታይ ድዩ ኣብዚ መፂኻ ትምህሮ ተኣሽሙ ኣሎ እዚ ወፂኻ ገለ ሕጂ ክትዘናጋዕ ኢልካ ኣቲኻ ገለስ ሓደ ሓደ ኣለዉ ያ የራሱ ንኸፈሊጦም ከምዚ ንኸምዚ ተፃረፍ ብሉኻ ኮመንት ገለ ኪም የራሱን ሃገር ሕጂ ከና ዲፕ ገለ ትምልሰሎም ሾ ተሓደ ከ ካል መጪኻ ደይበካ ገለ ብቆም ገለ ትረስን ግን እዚ ኖርማል ርጊ ኢልካ ተርእኻ ተቢልካ ዱ ማሽ ኢላ ዓርኪ ኣይትረስን ኖርማል ተዘይ ተገዲስካ ተዘይ ተገዲስካ ዱ በቃ

እንታይ ንኾን ኣረ ናይ ከምኡ ትብል ኣላ እሞ ብኸመይ ይብላ ኣለኹ ናይ ጀርመን ምስ ኢሎም ውቃዕት እዮም
እቲ ሓቦ ዓይኒ ተገይሮም እቲ ዋ ናብኣ ትያ ዘለኻ ዋ ኣነ ዳብ ደና ክንደይ ዘለኹ
ኣብተን ሃትያ ዘለኻ ሕጂ ስምዑ እንዶ ጀርመን ሕጂ ሲ ትሰብ ከመይ እጂ ናይቲ ጀርመን ሕጂ ብከመይ ኹም ጀርመን ክበሃል ከሎ ኩላኩም ናይ ኤሮፓ ገረ ባ ኣብ ጀርመን ዲካ ደለካ ተልካ ኣብ ኤሮፓ ተልካ ሲ ባ ኔቦሎ ገለገለ ትብሉ ዋይ ኢኹም ከምኡ ትብሉ ኣነ እኮ ብኸም ናይ ጀርመንስ ኖርማል እዩ እሶም እዮም ተስተናዕቆ ዘለዉ ግን ከምዚ ናይ ስራሕ ሰባት ተኮይንካ ከ ከምኡ ኢኹም ትንዕቁ ሓበሻ እኮ ስራሕ ገደል ፈቱ ይትፈ ናይ ናይ ናይ ብፍላይ ሕጂ ሕጂ ብኸመይ ሓቡሲ ናይ ገራ ጀርመን እዩ ገደል እስኪ ሰይሰይና ንሕቢ ሓቂ ዘራ ካብ እዘና ብሓፂሩስ ውቃዕት እዮም ናይ ጀርመን ውቃዕት ሕጂ ከመይ ትገጽም ውቃዕ ማለት ሕጂ ከምዝን ከምዝን ኣለዎም ክትብል ኣለካ ተረዲኻ ኾነ ማለት ናይ ጀርመን እውን ከምኡ እዮም ከምዛ ኣብ መኪና ምን ማለት እዮም ዝበሉ
ኣብ መኪና እዮም ዝበሉ ባይ ኣብ ማኪና ዝውዕል ውቃዕ ጥረ ያጣ ውቃዕ ተፅመና ኣላ ጃማ መውቃይ ማለት እዩ ዝዋላ ተጭሕመና ኣላ ረዩ
የንውቃ ኣይኮነን ኣነ ናይ ጀርመን የለ ገና ብሓፂሩ ናይ ጀርመን ከይዛቶም እያ ክትፅጉል እዮም ሓደ ኣለዉ ዝኸተቶም ናይ ናይ ጀርመን ቀዳማይ ነገር ኣብ መኪና ይውዕሉን እዮም ናይ ካናዳ እዮም ይውዕሉ እዮም
ጀርመን ምንታይ ዝበዝሕቶም ዝሰርሑ መኪና ኣይ ኣንስ ጀርመን ኣይፈትዋን ሓቂ ስራሕ ግን ሶ በቃ ብከምኡ ካፀሎም ኢና
ኣታቶም ህዝብና ጀርመን ኣነ ከምዚ ሕጂ ጀርመን ክበሃል ከሎስ ሓቂ ዘረባ ማለት እዩ ከምዚ በካዳድንኦም እንተኮይኑ ሕጂ ክትገልጾ ኮላ ኖርማል እዩ ዳዓርኪ ሕጂ ናይ ጀርመን ከምዚ ኣካዳድንኦምስ ከምዚ ካልእ እዮም ኣካዳድንኦም ጀልፋፋት እዮም ገለ ተልኪ እዚ ክኾነ ኸዲ ናይ ስዊዝ ከኣስ እዮም ዓጃውስ እዮም ኩሎም
ናይ ሱዝ ዓያ ውስጥ ብሌም ኣለኺ ጥራሕ ነዚ ወረዳ ዝሓረሳ እንታይ ምባል ብልብያ ገይረን ዝኣተዋ ገለ ከምዚ እርግ ዝበሉ
ኣበይ ዲኺ ዘለኺ ጀርመን ዲኺ ዘለኺ ዝኾና
ናይ ኣይትፈልጥ እንዲያ ጀርመን ከም ዘላ ብለወሎ ምበር
ናይ ስዊዝ ኣረግቶት ጥራይ ኣነ ናይ ኣነ ሆላንድ ኣሎ
ሆላንድ ከሳክት እንዲ ሞን ባዕዲ ታዕዲ ሆላንድ እስኪ ስማ ኣሎ ይኒ ሆላንድ ከስ ከመይ ከመይ ከመይ ትገልጾ ናይ ሆላንድ ሓፀራ ከምዚ ናይ ፍያካ ዓይነት እያ ከምዚ ኣወዳት መብዛሕትኦም ሲ ቶ እንታይ ይበሃል ከምዚ ድሓን እዮም ማለተ ኣረግቶት ኣይኮኑ መልእስቲ እዮም ዘለዋ ናይ ሆላንድ ኬፍ ኣለዎ ምሽ ያ ዮኒኸ ከመይ ትገልፆ ቀደሜድ ፎቶ ሓቂ ዘረባ ድሪ ጓላ ዶ ክነግረኪ ወላ ፎቶ ነም ጃማዓ ብዚ ደሎ ገረ እቲ ፌስቡክ ናይ ቀደም ወዲ ሆላንድ ሰራቂ ልቢ እዩ ድብል ነይሩ ናይ ቀደም ቅድሚ ሸሞንተ ዓመት ገለ
ብጣዕሚ ኣነ ኣይረኣኳን ግን ከምዚ ኬፍ ትበኒ ሓቂ ዘረባ ተዓዲ ምፃ ኣለፈካንስ ምፃ
ዋንዴዳን መፂና እያ ንራኸብኒ ኢና እንታይ ወፂኻ ትፈልጥ ናብዚ ዓዲ
ናብ ዓዲ እንግሊዝ መፅእ ነይረ ክንደይ ደኣ ጌርካ ኣብ ካናዳ
እዚ ኣይ ቲንክ ሰስተ ዓመት ገበር ሕጂ ሰስተ ዓመት ካብ ቫኬሽን ጌርካ
ወዲ ዓመት እንገለን እንታይ ሰስተ ዓመት ማእሳ ዓዲ እንግሊዝ እዛ ከይድካ እሞ ምጽኡ ድበልኩሉ ኦኬ ኣቡ ጌርካ ከይትካ ስዕል ናብኡ ተመሊስካ ናብዚ መጽስ ከይደስ ተመሊሰ መርዓ ነይሩ ኮ በላኒ ሶ ሕጂ ስኻ ፍሉጥ እዩ ኣ
እንታይ ክትብል ለልያዳ ንበልሓንቲ ዝዐ ገላ ትብል ሓሲቡ ኣቋሪጻታ እንታይ ዳ ነይ
ኖርማሊ ወር ሓንቲ ክብላ ይጥለኹ እሱም እዞም ናይ እንታይ በሃል ከዓ ንህፅሎ ማዕት ይሃቅዘራ እዞም ናይ ናይ ግና ናይ ግና ካወዳት ፀገም ኣለዋ እዚኣ እንታይ ኮን ገይርሞ

እቲ ሰንትራል ኣብኡ እንዲ ዝቕመጥ ነይረ ሕጂ ሕጂ ሕጂ ሕጂ ካልእ ቦታ ይትሉ ናይ ክፈልጣ እንዲ
ዝፀላ ቦታ ከ ዝነብርኩ እስከ እንታይ
ፀልዮ ቦታ ማረ ዝፀልኣ ኣምስፎርድ እንታይ ዳ ኮይንካኒ
ናይቲ ቆጣዕ ነዋላ ስለ ዘይፈትዎ ሜቢ እሱ ከውን ኢለ ኣንስወርት ሕጂ ብጣዕሚ እያ ተጥላእካ ብክምልካኒ ኢላ በቃ ክንክል በቃ ይትንጃሓካ
ያቲ ዓዲ ክንደይ ግዜ ተመላሊሰ ያቲ ዓዲ ሰሓቅ ዘረባ ኩዕሾ ቡ ነይሩ

እንታይ ገይረካ ዳ ንፃወት ደሊና ዳ ዓርቂ ወደ ኣንታ ከመይ ይኸዋታ ስኹም ከ ማሺ ማሺ ወራዳ እንታይ ዳ ታናይ ታናይ ኣስል ዳ ጥኒው ነው ትብል እያ ታናይ ኦበር ናትካ ዳይ ትብል እንዳ
እንታይ ጤን ኣጥፌ ኮጫት ኣነ እንዳ እንዳ ሰራዕኩስ ክፃወት እንታይ ገድሽ እንዳ ኣስላ ኦምኒ ዝገብር ዝፋራ

ናይዚኦም ስዊዝዳ ዓጃውስዮን ገለገለ ኢልክና ንሕናሲ ንሕና ንመስል መናእሰይ ተረድኢ ክሎ ንሕናን ብዘይ ፊልተርናን ገለመለን ገለን ተረድኢ ክሎ ዝዓርቂ ዕብየና
ኣታይ ክትዓቢ ትኽእል ኒኻ ክትዓቢ ዘይትኽእል ዓርቂ ግን እባ ማዓለሽ ዝሓን ንሕና ንመስል መናእሰይ ዓጃውስዮም እዚኦም ሕጂ
እዚኦም እንዲኹም ትኽክል ዓርኪ

ሆላንዲ ኣወል ተረዲኩም ኣሎ ኣብኡ ዘለኹም ብዙሓት ኢኹም ካልኣይ ነገር ከዓ ሓላታት ኢኹም የብልኩምን ከም ናይ ስዊስ ፓድካስት ወላ ሓንቲ ኢደ የብልኩም ተረዲክሎ ገንዘብ ስተሃልና ስዊዝ ሓቦ ዓይነይ ከመይ እየ እንታይ መስሊ ገንዘብ ጭንቀት ኣለኪ ጭንቀት ስቕሲ ኣለዎም ስዊዝ ስዊዝ ምድረ ገነት ክበሃል ሰበይ ይፈልጥ ጭንቀት ኣለዎ ግን ፋካ ግን ኣለዎም ፋካ ግን ኣለዎም ኣንታ ናይ ገንዘብ በዓል ፍለጥ ገንዘብ ዳኣ ኖርማል ትርዳሃኒ ገንዘብ ኣታ ክትገብሪ ዲኺ ተሰዲድኪ ጅብዕቲ ሰዋ ፅቡቅ እኳ ኣለካ ትርዳሃኒ ገንዘብ ናይ ምንታይ ኣታ ንገንዘብ ሕጂ ዓዲ እንግሊዝ ኣለዎ ማለት ዲቲ ሽወደን ኣሎ ከመይ ማለት ናይ ናይ እንታይ መሲልካ ናይ ስዊዝ ስዊዝ ጥራይ ደሎ ማራ
ማራ ስትረስ ኣለዎም እቶም ሰባት ኣብኡ ዘለዉ ሲ ግን እ፣ ፋካ ዕንዶም እዩ